ሰላም በረከት ሓወይ እዛ ሃና እያ እንዳበሉ ዝፕስትዋ ዘለዉ ምስ ሃና ትማሳሰል ፎቶ ብቪድዮ ክትረክበልና ትክእል ዶ ንዝበልኩምኒ እወ ረኪበልኩም ኣለኩ ረእይዎ ሃና ድያ ሃናን ባዕልኩም ካብቲ ቪድዮ ወሲድኩም ክተማሳስልዋን ክትግምግሙን ትክእልኩም ሕጂ ናብቲ ቪድዮ ከብለኩም ይሕዋተይ።

ነዛ ሕጂ ክትዛረብ ዝጸንሐት ሓፍትናን ከምኣ ዝበላ ይሕዋትናን ኣብ ጸበባን ኣብ ሽግርን ዘለዋ ፈጣሪ ካብቲ ዘለወን ከውጽኦን ናይ ኩላህና ጾሎት ይኩን ይሕዋተይ። ብካሊእ ትሕዝቶ ሳዕ ዝመጸኩም ብዘለኩሞ ሰላምታኩም ብዝፈለለይ ንኩሉ ኣብዛ ዓለም እዚኣ ዝነብር ዘሎ ወዲ ሰብ ሰላም ፍቅሪ ይግበረሉ። ኦኬ። ብዛዕባ ናይዛ ቆልዓ እዚኣ ሞት ሞይታ ብዛዕባ ሞታ ክጥየቆ ዝግበእኒ ጉዳይ ተሃልዩ ቅሩብ እየ ብዝኮነ ብእታእዩ ስሙ ብዛዕባ ኣይሞተትን ተዓጊታ እያ ዝብል ነገር ግን ማለት ካሊእ ነገር ምንም እንትን ለይክብል ይኽእል እዩ። ወዳ ኣለዋ ኣደኣ ትህሊ ዴንኤን ናይ ኣቦ ከጠራጠር ይኽእል እዩ። ምስ ወዳ ነዳእን ክትምርመረልና ንደሊ። ሕጂ ሰዲድኩሞ ዲኹም እቲ
ብሂወታ ትማሊ ኣምጺና እቲ ከምቲ ዝብለካ ዘለኹ መጺኡ ትማሊ ኣብቲ ሊቭ ሰሚዕኻ ትኸውን ኢኻ እወ እቲ ቪድዮ ምስ ቪድዮ ብዙሕ ብንጽር ኣይረኣን ነይሩ ብ ናብ ሰዲድኩሞ ዶኹም ሕጂ ክምርመርቲ ክስታያ ንዓዲ
ኣይተ- ኣይተሰደደን ናብ ብሂወታ ከላ ፀጉራ ቆሪፅኩም ክትወስዱ ትኽእሉ ኢኹም እግራ እውን ናይ ብርካ ካብ ናይ መሓውረ ኣሎ ሰላም ዶ ሲስተር ደሓን ዲኺ ሳራ ይኸውን ሳራ ድዮም ኢሎምኒ
ንግሆ ረኺበኪ ነይረ ናይ ተስፋይ ስልኪ ይመስለኒ ደቂሳ እያ ዘላ ኣዜብ ገለ ኢልክኒ እወ ብቲ ናቱ ስልኪ ተዛሪበኪ ነይረ ሓደ ግዜ ክተራኽብኒ ትኽእል ኣዜብ ድያ ወዶ ትበሃል እዛ ሓፍትኺ ኣብ ቀረባ ግዜ ዝተቐበልክያ?

ኣዎ ሳራ ሓፍትክ ንምንታይ ኢና ደሊና መሲልኪ እዛ ኣብ መንገዲ ዝዓረፈት ተባሂላ ሕጂ ደሞ ኖ ኣድላኣየ ዓጊትዋ ትበሃል ዘላ ምናልባች ሓፍትኺ ምስኣ ነይራ ክትመውት ከላስ ሪኣታ እያ ካብ ዓይኒ ንላዓል ደሞ ማንም ሰብ ክምስክር ስለ ዘይክእል ተሓፍትክስ ሓንቲ ቃል ክትበና ኣይ ርእየያ እየ ዓሪፋ እያ ኢላ ሓንቲ ቃል ጥራይ ንምሃብ እዩ እቲ ደልያ ዝኒኦ ከዓ ንና እንድሕር ፍቓደኛ እንተኮይና ፍቓደኛ እንተዘይኮይና ክነገድድ ኣይንኽእልን ግን ከዓ ነዚ ግዴታ እዩ ምስክር ክትህብ ምክንያቱ ዓለም ሙሉእ ዝወፀ ስለ ዝኾነ ኦኬ በረከት ሓሜት ጸገም የብሉን ግን ስልካ ይሰርሕ ይሰርሕን ሞክሮሞ ኦኬ ጸ- ተበላሽኡናል ጸገም የብሉን ተኽኢልክ እውን ንዓይ ኣነ ሳራ እየ ብ- በረከት ብውልቂ ከዛርበካ ይኽእል እየ ትብልዮ ነገር ተልውን ክተዛርብኒ ትኽእል ኢኺ

ፕሊስ ክረኽበኪ ዝሓፍተይ ምክንያቱ እዞም ቆልዑት እውን እንድሕር ተገይሮሞ በቲ ዝገበርዎ ክኽሰሱ ክተሓዙ እንድሕር ተዘይገይሮሞ ደሞ ብዘይገበርዎ ነገር ክፅለሙ ስለ ዘይብሎም እቲ ዘሎ ሓቂ ንምፍላጥ እንድዩ ሕጂ ተወሳኒ ሓቂ እዩ ሕጂ ንስኺ ብውልቀ ክልተና ሰለስተና ኮይና ንተቆልዓ ሓፍትኺ ቃላ ክሰምዕ ምደለኹ ነይረ ናይዚ ሓውና ቃል ወሲደ እየ ናይቲ ሓፍትና ደሞ ቃል ክወስድ እሞ ካብኡ እቲ ዘሎ ነገር ንሕና እውን ከምቲ ህዝቢ ዝፅበ ዘሎ ልቐቃ እንዲ ዝብል ዘሎ እንድሕር ተልያ ክለቃ ኢና ደው ኢለሉ ነይረ ትሕርቲ ዘየለ ደሞ እቲ ንህዝቢ ምፍላጥ ክነፍልጡ ዝግበአና ክነፍልጥ እዩ ስለዚ ንሓፍትኺ ኣራክብነት ይሳራ ሓፍቲ እሺ ሓደራኺ ናብ ሓሺ ከራኸብክመ ፀገም የብለን ታንኪዩ ዝሓፍተይ ሃይ ኢልክኒ ፅንሒ እንታይ ዝብል ሽሙ ፌስቡክ እዩ ክፅሕፈልካ እየ ባዕለይ እየ ምሳይ ኮይን ስለ ዝኾንካ ክፅሕፈልካ እየ ኦኬ ኣነ ከምዚ ረኺብካኒ ዝነበርካ ኣኻ ኢልኪ ፀሓፍለ ኢኺ ሃይ ጥራይ ዘይኮነ ምክንያቱ ሃይ ዝበለኒ ብዙሕ ስለ ዘሎ ንከምዚ ንከምዚ ሓቲትካኒ ነበርካ በልኒ ክሹ ሰራ ሃብተይ
እሺ ክብርቲ ሓብተይ ቴንክ ዩ የቀኒልና ክቡር ሓው ብኸመይ እዩ ደኣ ተላዒሉ ትብሎ ሕጂ ብኸመይስ ኣላ ዝብል ሕጂስ ክወፅእ ክኢሉ ትወረ መውፅኡ